እዚ ሓዘና ሓጎሳ ኣብ ዝመፅኣ ትገልፀልኩም ማለት እዩ ፍረይ ክነግረክ እንዶ ሕጂ ሓንቲ ሕቶ ክሓተኪ ሕቶ ትምልስ ብዘይ ብዘይ ሓሶት ትምልስ ማለት እዩ ዕምበባሲ ኣብ ልብያ ከሎ ኣብ ልብያ ከለኹስ እንታይ እያ ቃላት እያ ትልኪ ነይራ
ዕንቡበይ እንድዒ ክንደይ ገይሮሞ በይ ክዝክረ ደሓን ኣነ ባዕለይ ከዘክረኪ እየ ካብተን ዝበልኩክን ድሕር ጌጋ ሃልያ እዚኣ ተጋጊ ክበልኒ ድሕር ዘየዝተግበርኩ ሃልያኻ ዕንቡበይ እዚኣ ዝተግበርኪ እያን ኣርምያ በልኒ መጀመርያ ኣብዚኣ ምስ መፅኣኺ ተላሊና ብ- ብመሴ ተላለየኪ ተላለየኪ ከዓ ኣጆኺ ኣብ ትሕቲ ፈጣሪ ኣነን እዞም ህዝብን ኮይና ኣነ ገዛይ ክኸፍተልኪ እየ እዞም ህዝቢ ከዓ ክሕግዙ እዮም ኣብ ዓዲ ሰብ ከነእትወኪ ኢና ኢለኪ ሓቀይ ዶ ዓዲ ሰብ ኣቲኺ ኣብ ስዊዝ ይሕሸኒ ምሳኺ ኢልክኒ ሓራ ኢለኪ ሕጂ ኩሉ ግዜ ኣብ ጎድኒ ክፀግዕ ክኸውን የለኪ መጋጣሚ ኣብዛ ወርሒ እዚኣ እኳ ጠፊኤ ክንዲ ቀኒ ሓቂ ዘረባ ወላ ድሃይኪ ገበርኩን ንባዕለይ ኣበይ ከም ዝነበርኩ ትፈልጢ ኢኺ ግን ወላ ኣብዚኣ ሲ እቲ ኩሉ ነገር እ፣ ወላ ሕክምና ኣቲኺ ነርኪ ጉባኤ ገይረይ ዶ ኣይገበርኩን ሲ እንታይ ኣጉዲለ ንገርኒ ካብታ እ፣ ክሳብ እ፣ ሕጂ ክሳብ ወረቐትኪ ሕጂ ወረቐትኪ ሒዝኪ ኢኺ እ፣ ወላ ሓንቲ ሕጂ ካባይ ሓገዝ ወይ ድማ ኣጆኺ ወይ ድማ እንታይ ክሕግዘክስ ዝብለክስ የብለይን ሕጂ ምክንያቱ ኦልሬዲ እታ ነጠራጥረና ዝነበረት ካብዛ ዓዲ ርጀክት ተተባሂልኪ ናይ ጠበቃ ድዩ ናይ ገለ ድዩ ባዕለይ ኣለኹ ክደሓን ክፍትነልኪ የለክ ነይረ ግን ተቀቢሎምኽ እዮም ሕጂ ካባይ ትደልዮ ወይ ካብዚ ህዝቢ ትደልዮ ነገር የለን ሕጂ ሓቄዶ ሕጂ ነንስኽን ንሓውነትና ጥራይ እያ ተራኽበና ከመይ ኣለኺ ከመይ ኣለኺ ጥራይ ኢና ንበሃል ሓቀይ ዶ ግን ክሳብ ዛሕጅሲ እንታይ በቃ እታ ዝበልኩኹ ቃልሲ ዝኾነ ነገር ዝበልኩኹ ሰጉዲለ ድ ተጉዲለሲ እዚኣ ኣጉዲልኪ ይበልኒ
ዝጎደለኒ ብለይን ዕምቡበይ ኩለን ምሉኣት እየን ሙላት እየን እንኳዕ ምሉእ እንኳዕ ምሉእ ኮነልኪ ፍረይ ናተይ ኣነ ከዓ ቅድሚ ኣምላኽ ፍረየ ከም ዝምግናን ከይመስለኪ ኩሉ ግዜ ኣብ ሓንጎለይ ናይ ወረቐት ክጥራ እየ ዝሓስብ ነይረ ተረዲኽኒ ግን ኣነ እንታይ እስከ ሓደ መዓልቲ ደቂሰ ዝሰጉጎምኸይ ነጊረክምሽ ዶ ተጊጎምክስ ክፅናዕ ሓዲረ ብሕልሚ እኮ እዩ ሕርቕ ኢለ ገለመለ ግን እንታይ እስከ ናተይ ሕልሚ በንፃር እዩ ኩሉ ግዜ በንፃር እዩ ንዓይ ዘርእየኒ ከም ዝቕበልኹ ኖርማል ነይረ ግን ኤፌማ ነይቲ ከይህብኹ እየ ዝፈርሕ ነይረ ምክንያቱ ሲ ምሳይ ከኣባ ክትገሺ ተረዲኹኒ ዶ ምሳይ ክትገለበለ ከምኡ ይደሊ ነይረ ብዓብዩ ከዓ ዕምበባ እየ ፖለቲካ ዓሰርተ ክልተ ዓመት ገይረ እስኺ ከዓ በመፅኪ ብጣዕሚ ዕድልክ እኮ በቃ ንዕ ከም ናትኩ ዕድል እኮስ ኣነ ይረኣኹን ፍረይ ብጣዕሚ ጽቡቅ እ ብጣዕሚ ሕጂ የላን ክኸይድ እየ ናበይ ዓዲ ክመርፅ ገለ የላን ሕጂ እንኳዕ እባ ካብዛ ካባይ እንታይ እስከ ፍረይ ስዊዝ ኣይቅበልዋን እዮም ኢለሲ ከባረኩ እኮ እያ ሓሲበ ነይረ
ናብ እዚ ናይ በዓል ሆላንዲ ቤልጅም ሓንቲ ካን ኣላ ዶች እዮም ዝዛረቡ እንታይ እያ ት- እኩሬ እንታይ እያ እታ ትበሃል ኣብ ዶብ ናይ ጀርመን እያ ኣይ፣ ጀርመን ወይ ከዓ እንግሊዝ እየ ዝፈቱ ኣነሲ እስኺ ከዓ ዝተሰጉጎም ንዓዲ እንግሊዝ ትብልና ካብኡ እንኳዕ ኣባይ ሰደድኩኺ እታ ትብሊ ዘለኺ በረዲኽ ደንቆሮ ከይድስከ ረሓቕ ብለኮ ይብለኪ እንኳዕ ኣባይ ኣባረርኩኹ ናተይ ስዊዝስ ክቕበሉ ኸዮም ኢለሲ መጀመርያ ዋእ ኖኖ ዕምበባ ይቕበሉ እዮም ገለመለ ምስ በላኒ እምበር ናይ ብሓቂ እኮ ኣብዚ ኮብ ከብለኪ ደለኹ ነይረ ክፈርሕ ነይረ ምሻሎሲ ምሳይ ኮብ ክትብሉ ደሊ እንደ ሓቂ ዘረባ ካልኣይ ከዓሲ ከይሰጉኹ ከዓ ፈርሕ ነይረ ትርዲኽኒ ላንጋ ላንጋ ነይረ ግን ካብቲ ዘመስግኖም ንሱስ እንታይ ድዩ ናተይ ማራ እየ ዝፈትዎ ንስዊዝ ማራ እየ ዝፈትዎም ምክንያቱ ከም ስዊ ዘብዓሎም ክርከብ ኣይክእልን እዩ ተረዲኽኒ ኣነ እውን ኣብ ሆል- ኣብ ጀርም ኣብ ልብያ ከለኹ ስብለኪ ነይረ እየ ከም ስዊዝ ሲ የለን ክርከብ ኣይክእልን እዩ ግን ክቕበሉካ ኣለዎም ብለኪ ነይረ ከም ስዊዝ ኣብ ዓለም የለን ብጣዕሚ እየ ዝፈትዎም ሕጂ ከዓ ካብቲ ዝፈትዎም ሞር እየ ፈትየዮም ንምንታይ እስከ ንዓኺ ስለ ዝተቐበሉኒ ረዲኽኒ ድርብ ድርብ ድርብ እየ ፈትየዮም ረዲኽኒ ዳ በላ ግደፈና ዋ ንሰዎች ዳ ከማይ ከማይ ዶ ኣብዚ ማስ ሜዳ ኣብዚ ማስ ሜዳ ዘመስግኖም ኣሎ ድዩ ከማይ ዘመስግኖም ኣሎ ድዩ ማስ ሜዳ እስከ ሓቂ በሉ ሓቂ ክወተ ዝብሎ ሓደ ሓደ ግበሩ ኖኖ ሰሚዕናኪ ኣይንፈልጥ እንትብሉ ከዓ ክልተ ክልተ ግበሩ ንሱ ዳ ከማይ ደ የመስግኖም እዩ ከማይን ከም ደቀይን ዘመስግኖም የለን ሱ ብጣዕሚ እየ ዘመስግኖም ንሱ ይብል ኣለዉ ጀኻረዮ ሩታይ ናይ ሕክምና ሕጂ ክስታይ ገይሮምላ ኣለዉ ካልእ ስዊዝ ኣሎ ድዩ ስዊዝ ስዊዝ እምበረይ ያወ በፅቡቅ እዩ ብጣዕሚ ፅቡቅ ወረቀት እዮም ሂቦማ እውቃ ብጣዕሚ ከ ተሓጒሰ ምስክነይቲ እንኳዕ ፈጠረላ ቅድሚ ኣምላክ ሰላም ዲ ዘራይ ከም ስዊ ዝማራ መክሰባት ዓለም ኣሎ ዲብ ዛ ዓለም ዳሞ ኣንታ ስዊ ዝኮ ኣንታ ስዊ ዝኮ ስዊ ዝኮ ዳይመንት እኳ እዮም ዳይመን ዳይመን እኮ እዮም ስዊዝሲ ዳይመን እዮም ካብ ስዊዳ እንታይ ባዕሎም ገዛ ክራዮም ይኽፍሉልካ ባዕሎም ትምህርቲ የምህሩካ ኩሉ ነገር ባዕሎም ክሳብ ትሰርሕ ልዕሊ እዚ እንታይ ደሊኻ ለመንቲ ብዙ ኣብዚ መፅአን አ፣ ን- ንስዊዝ ኢዶም ዝሰብርኦም ጓለይ መይታትኒ አ፣ ጓለይ ከምዚ ኮይናትኒ ኢለን ሕስው ወቢለን ዘይተባሃላ ብደቀን ዝሽቅጣ ኣለዋ ዶ ተልኩም ኣለዋ እዋ ሓሰውቲ እዚኣን ዳኣብ ሕጊ ከማን ተቕርበን ተረዲኹምኒ ግን ስዊዝ ስዊዝ እዋ ተመስገን እስኻ ፌለር ኣይትግበር እስኻ ደቅኻ ገዲፍካ ዲስኮይ ትሕደር እስኻ ደቅኻ ገዲፍካ ክሳብ ቆልዑ ዘሽኖም ስኢኖም ኣብ ገዛ ሸኖም ክሳብ ዝፀንሑኻ ዲስኮይ ትሕደር እስኻ ኣይትስተ ኣብ ቅድሚ ደቅኻ ኣይትበኣስ ዳኣ እምበር ስዊዝ ዳ ቆልዑ ዶ ይሕድጉ ቆልዑ ይሕድጉ ስዊዝ ኣይሕድጉን ገንዘብ ይኸእሉ ስዊዝ ኣይኸልኡን ናታ ፅ- ናትካ ፀገም ታለያካ ግን ወስዱ ዶ እወ ወስዱ ምክንያቱ ሓደ ቆልዓ እ፣ ገዲ- ገዲፍካዮ እንዳ መስተ ትሓድር ተኾንካ ሓደ ቆልዓ ኣብ ቅድምኡ ኣቦኡ ሰኺሩ ምስ ኣቦኡ ክትቃተል ተሓድር ተኾንካ ሓሽሽ ትወስድ ተኾንካ ኣብ ቅድሚ ደቅኻ ኣይ ኣቲ እዞ ትፀርፊ ዘለኺ ስፅንሕ እሞ ክንሪያ ክልኽለይ ቆሳል መዓኮር ኣግረም ንስኺ ከዓ ከም በዓል ንስኺ ደቅኽን ገዲፍክን ሓሽሽ ክሰትያ ትሓድራ ደቅኽን ገዲፍክን ጁስኮ ትሓድራ ደቅኽን እ፣ መዓኮሮም ተጨዲዶም ይፀንሑ መሳኺን ክሸኑ ክብሉ ኣገለ ኮፍ ብሉ ኣቀዳድ ባዞ ኮፍ ብሉ እህ ምስጢርክን ከዓ ክትወፅእ ደልያ ግደፊ ትፅሓፍ እስኺ እመንኒ ንዓኺ ኣብ ቅድሚ ኣምላኽ ብለኩ ኣለኹ እዛ ረሳሕ ማይቱ ንዕምበባ ከስሰያ ዶ ክኸሳ ኢለ ትብል ዘለኺ ኣብ ቅድሚ ኣምላኽ እፅበየኩ ኣለኹ ቅዱስ ሚካኤል እፅበየኩ ኣለኹ ብለኩ ኣለኹ ሓሽሻም ሓሽሻም ውን ሓሽሻም ኣብ ቅድሚ ደቅኽን ሓሽሽ ትሰትያ ኣብ ቅድሚ ደቅኽን ትበኣሳ ኣብ ቅድሚ ደቅኽን ትሰትያ ደቅኽን ገዲፍክን ዲስኮ ትኸዳ ተሓዝራ ትኹን ክዳ ክውሰደልክን እየን በር መንዳ ከዕብየልክን ከምዚ ተዘይገርክ ግን ስዊዝ ኣይወስዱን እዮም ቆልዑ ንዓይ ዘይወስዱለይ ንዓይ ዘይወስዱለይ ንዓይ ምሽ ክልተ ዓመት ምሽ ዕምበባ ሰለስተ ቆልዑ ከተዕቢ ብሕግን ስነ ስርዓትን በይንኺ ኣይነፍቅደልክን ናይ ሎምኒ ይኽእል እየ ደቀይ ስነ ስርዓት ዘዕቢ ኢለዮ እንታይ ኮይኖም ዳ ዘይወስዱለይ ዕስራ ኣርባዕተ ንስዊዝ ኣብዚ ከተማርራ ትውዕላ ስዊዝ ኣበር ከይረኸብልካ መይቶም ክሳዶም ቁርፅ ቁርፅ ትበል ኣይወስዱን እዮም ቁርፅ ትበል ኣይወስዱን እዮም ርኡይ ክኸውን ኣለዎ እቱ ንስኺ ትገብርዮ ስለዚ ስዊዝ ማለት እብለኩም ኣለኹ በቃ ካብ ዓለማት ሲ ዝበለፀት ኤርስታ ሃገር እያ በቃ እታ ዝበለፀት እያ ንሶች ዳ መን መኸርክቦም ንሶች ዝመዘርክቦም ነገር የለን ኩይራይዎና ኣብ ኩሉ ሃገራት ደቀን ተሓዲገን ኣብዚኡ ይብላ እንታይ ፀገምክን ፀገምና ኣይንፈልጥን ይብላኻ ስለዚ ግን ከምኡ ዝበሃል ነገር የለን ቀዳማይ መጠንቀቕታ ትወሃብ ካልኣይ ትወሃብ ሳልሳይ ግን ኣይትወሃብን እያ

ናተይ ፀገም እንድሕር ነጊሮም ንኣነ ናተይ እንድሕር ከምኡ ዓይነት ፀገም ሃልዮምኒ ሃልኒ ደቀይ ክውሰዱ ኣነ ፈቃደኛ እየ ንምንታይ ንዓይ ክሕሸኒ ዘይኮነ ንደቀይ ንክሕሾም እዮም ሰም ዝፅዕሩ ካብ መስተ ትሰቲ ጓል ካብ መስተ እ፣ ሰትያ ምስ ሰብኣያ ትበኣስ ም- ኣወዳት እትያ ምስ ኣወዳት ትበኣስ ትሓድር ደቃ አ፣ ደቃሲ አ፣ ገለመለ ዝኹርዩ ዝሓድሩ ዳ እሞ ሓቆም ስለዚ ሰብ ብከምዚ እየ ከዓ ንስዊዝ ሞር ዝፈትዎምን ዘኽብሮምን ኣብ ሓቂ እምበር ኣብ ሓሶት ኣይከዱን እዮም ዕዳ በዚሕና ዶ ከምዚ ዶ ኢሎም ይኸዱ ዕዳኻ ዳ መን ክኽፍለልኪ መን ክኽፍለልኪ ዕዳኺ እንታይ ክትገብሪ ዕዳ ኣቲኺ እንታይ ክትዋጢ ዕዳ ከደኣ መን ክኸፍለልኪ ስለዚ ስዊዝ ንዓይ ቀደውተይ እንዲዮም ንመክሰበይ ከዓ ነይ ተቐቢሎምለይ ኣለዉ በዚ ኣጋጣሚ ብጣዕሚ እየ ሕጉስቲ ምክንያቱ ትፈትዎ ሰብ ኣብ ጎንኻ ክኸውን ብጣዕሚ እዩ ፅቡቅ ነገር ሕጂ ኮንግራትስለሽን በሉለይ ንታ ንታ ረሳሕ ሚት- ሚትእታ እውን ኣተ ከይትወፂ ንታ ረሳሕ ንታ ጋዕጋዕ ንታ አ፣ ከንገለ ዓይነት ማዓኮራን ገለመላን ሕውሱ ዝበለት ጓል ሱዳን ከዓ ኣብፅሑላ ኣብፅሑላ እዛ ገምሻሕ ምሳይ ተባኢሳ ን- ንፍረይ እንታይ ላታ ስዊስ ከም ቀደም ዘለዉ ከይመስሉኺ ስዊስ ከም ቀደም ዘለዉ ከይመስሉኺ ኣይህብኹን እዮም ኤህ ኣምላኽ ወረቐት ባተ ዝኸልኡኺ ኣንቲ ገምሻሕ ኣንቲ ረሳሕ ኣንቲ ዛርቲ ካበይ ካብ መን ካብ መን ትወልድ ካብ መን ትው- ምስ መን ትድቂ ዘይትፈልጥ ኣንቲ በዛው ተካል ማዓኮራ

ድሓን ሚትእታዊ ሚትእታዊ ናተይ ግዳሜ ደኣ ሚትእታዊ ሓሳድ ሓሳድ ቡዳ ምስ ዕምባባ ተባኢ ሰይላሲ ንፍረይ ትጸርፋ ነይራ ኣንቲ ጓሓፍ ዋ ናተይ እዛ ጓል ሱዳን ከመይ ዓይነት ስዲ ከመይ ዓይነት ረሳሕ ኣዴ ማርያም ብሰላም ውፅኣታ ክትመውት እዩ ዝግባኣ እዚኣ ከመይ ዓይነት ድቓላ መሲልኩም ምሳይ ተባኢሳሲ ንፍረይስ ኤህ ኣምላኽ ኣበይ መዓረይ ስዊ ዝበሃል ዘይህቡኽ ይኾኑ ምስቲ ኣረጊት ዘደግዖይ ኮይነን ኤሄይ ትሕወይ ይባ ገፃ ከዓ ኣንቲ ረሳሕ ማለት እዩ ገፃ ከዓ ሓውያ ገፃ ከዓ ነይ ፈውሱ ገይሮምላ ሕጂ እንዳሓወየ እንዳዘቆቆ ይኸይድ ኣሎ እቲ ረሳሕ ድቓላ ማለት እዩ እቲ ሓሙሽተ ሚእቲ ትብልዮ ከዓነ ሓደ ቁማር በሊዕዎ እዩ እናት ክትገንዘብ ምስ ከደ ሓቂ እንደ ናተይ እቲ ኤርትራዊ ቴሌፎና ዋላ ክንሰደሉ ኢና በሊዕዎ እዩ እንኳ በሊዕዋ እንድዩ ናታ እዩ ዝበልዖ እኮ በሊዕዎ እዋ ሓቂ ምውፃእ ቴሌፎኑ ተደሊኸ ክንሰደልክ ኢና እንት ጨናዊት ማለት እዩ ሓሙሽተ ሚእቲ እዮም ፅለይ ሓሙሽተ ሚእቲ ተበሊዑ ተበሊዑ ተበሊዑ እዩ ኣንታ እዚኣ ፆም ምድሪ ኣነስ ናይ ብሓቂ ቅድሚ ኣምላኽ ሲ ኣምላኽ በይ መዓረይ ንዚኣ ንሕፍረን ንታ ሃላይ እ፣ ንታ ደንቆሮ መኒካ ተኾነት ኣምላኽ እዩ ሕፊርዋ ብሰላም ኣትያ እዛ ገልዕ ረሳሕ ዝኾነት ከዓ ኣምላኽ ምስታ ምስታ ፊት ኢና ፅግ ተብል ኣረጊት ጎዐይ ኮይናሲ ኣምላኽ በይ መዓረይ ንዛ ፍሬ ዝብልዋ

እስኺ ደኒንኪ ጥራሕ ኢኺ ክትከዲ ዘለኪ ከምዚ ተደፊእኺ ጥራሕ ኢኺ ክትከዲ ዘለኪ ድፍእቲ ረሳሕ ጨናዊት መጋል ምግሊ ረሳሕ ው- ዘይውርዚቲ ዘይከመደታታ ግስርጥቲ ዘይዕባይ ሱዳን ዝዓበኺ እንታይ እንታይ ትርጉም ኣለኪ ረሳሕ ሕርር በሊ በመፂዋ በተዋሂባ በ ዊንታ ገስረጥ ዊንታ ዊንታ ዝጨነወ ማዓኮራ ሸታቲት ከምታ ዝብሉኺ ኢሎምኺ ኣነ ኣነ ይፈልጠክነ ግን ኢሎምኺ ኢሎምኺ ኣነ ገርፈክነ ኣነ ገርፈክነ መይተ እየ ዘይገርፈኪ ኢሎማ ሓቂ ዘረባ ኢሎማ እዮም እዚኣ እዚኣ ኢሎማ እዮም ዘይታ ምሳኡ ዝደቀሱ እዮም ከም ኢሎማ እንታይ እሞ ክንብልና እዋ ጨናዊት ኣለኒ እዚያ ላይ ደውል በርበረ ኣለክ ዲ ኣለኒ እዚያ ላይ ደውል ደውል እዚያ ላይ ኣታ ናይ ተኮር ሱዳን እናንተ ነዚያ ፀዊኻ ይውዳን እዩ ኣታ እዚያ ናይ ፀዊኻ ይውዳን እዩ ነጃጅ ሰክት ረሳሕ ሓቂ ዘዛረብ ትብል ዘለኻ ኣነ ዕስራ ኣርባዕተን ክስ- ክንሕፀብ ኢና ንውዕል ንሳ ዕስራ ኣርባዕተን ሰዓት ኣብ- ኣብ ላይፍ እያ ትውዕል ትሓድር እንታይ ኾንካ ሓቂ ዘ- ሓቂ ዘይትዛረቡ እዋ ንዓባያ ዝበልዋ ኸዓ እዮም እቶም ምሳ ዝደቀሱ ኸም ኣይለማ ጨናዊት ገንቢ ገንብዎን ገንቢ ኣብ ቅድሚ ኣምላኽ ዋታ ምሳይ- ምሳይ ተባኢሳ ምሳይ መጀመርያ ኣይተባእሰትን እንድያ ሰው ኢላ ባዕላ እያ ትትንክፈካ ኦኬ ፀገም ዝበሃል የለን ምሳይ ትበኣስ እንታይ ኣምፆ ናብ ፍረ ጥር እንታይ ኣምፆ ብካብ ልብያ ተሪፋ ብካባ መይታ ኣምላኽ ኣሎባ ስዊዝ ወረቐት ዘይሃብዋ ክተርፉ ዋ ዝኾነ ምስክነይ እዛ ቆልዓ እኮ እታ ገልዒ ደንቆሮ ወላ ሓንቲ እንታይ ዓይነት ሰብ ድያ እንስሳ ዘይትርደካ እታ ሞኒካ ፀሪፋታ ብሰላም ኣትያ እዚኣ ከዓ ከምኡ ኢላታ በተዋሂባ ግን የሕርቐካ ከም ሰብ ምሳይ ባእሲ እንተኮይኑ ምሳይ እንታይ ኣምፆ እንታይ ኣምፆ ብካሜታ ባ ብካ ከምዚ ባ ብካ ከምዚ ባ መን ይኽስኺ ሓርቕ ከልቢ ሓርቕ ከልቢ ሆነ ሓርቕ ከልቢ ቢሑቕ ግስርጥቲ እውይ ንዓኺ ፅንሒ ተንሒዘየን ኣሎ ተንሒዘየን ዘለኹ ገለ ነገር ተዘይገይረየንስ ዕምበባ ኣይኮንኩን ሓንቲ ዘረባ ጥራይ ስምዓልካ ሕጂ ሓንቲ ብጩቕ ኢልኪ ብጥዑይ ዶ ሓሪሳ ትኸውነ ብጩቕ ኢልኪ መፅኢ ክብዚኣ ትዛረቢ እመን እንብለኩ ኣለኹ ዓኽጡኽ በለይ ኣነ ብለኩ ኣለኹ ሕጊ እየፍርሐንን እዩ ኣነ ዘፍርሓኒ ሓሶት ንኸይዛረብ ጥራይ ዘፈርሕ ኣነ ዘፍርሓኒ እቲ ንስኺ ትዛረብዮ ጥራይ ንኸይዛረብ እየ ዝፈርሕ እቲ ንስኽን ትገብርኦ ንሰብ ሕማቅ ትምነያሉ እቲ ንስኽን ትዛረቦ ጥራይ ኣነ ከይዛረብ እየ ዝፈርሕ ብቆልዑ ብስድራ ብገለመለ እዚ ንኸይዛረብ ጥራይ ኣነ ዝፈርሕ ካልእ ኣየፍርሐንን እዩ እምበባ እምበባ ካልእ ኣየፍርሐንን እዩ

ንዘይፀረፈቶ ዝሓመመ የለ ንዘይፀረፈቶ ዝሕገዝ የለ ንዘይፀረፈታ ደራፊት የለ ንዘይፀረፈታ ቲክቶጎር የለ ንዘይፀረፈቶ እቲ እንታይ ዝበሃል እዚ ዩቱበር የለ ንኩሉ እያ ፀሪፋ ከመይ ሓሳድ ሓሳድ መሲልኩም እታ ጓለ ሱዳን ትበሃል ከመይ ሓሳድ ረሳሕ መሲልኩም ረሳሕ ረሳሕ ረሳሕ ረሳሕ ኣነስ ኣነስ ትፈልጡ ዲኹም ኖርማሊ ምሽ ከምዚ ንሰብ ክትፃረፍ ወይ ገለ ዘይትደልዮ ኢለስ ኖርማሊ ከይድ ነይራ ኣብ መጠረሻ ግን ናተይ ለታ ተሓዘያ ኦኬ ገሌለይ ኣብ መጠረሽታ ናታ ህይወት ክ- ክፈ- ክ- ክፈልጥ ጀሚረ ናይ ሰብ ህይወት እሞንን ቅድሚ ኣምላኽ ኣይሓትትን እያ ኣነ ናታ ግን ያ ናታ ግን በቃ ናይ መወዳእታ ከብል እዚ እንታይ ዝበሃል ገይረ በቃ እዚ ናታ ህይወት እዚ ክፈት- ክፍትሽ ጀሚረ ብሕልፊ ምሳይ ተባኢሳ ን- ንፍረይ ምስ ተንከፈታ ን- በቃ ንክንደይ ዘይ- ዘይተንከፈት ግን ስ- ኖርማል ሶኢለያ ግን ሕሉፍ ሓሊፍዋ ንፍረይ ኣምላኽ ብኻባ ቀቲልክፍታ ኣብታ ማ- ኣብታ ባሕሪ ኣምላኽ እባ ስዊስ ክሰጉኹ ይኾኑ ኢላ ምስ ተዛረበታ ኦኬ ገሌለ ሽዑ ኩሉ ታሪኽ ናታ ከምፅኦ ጀሚረ ኩሉ እዛ ብስብስ ዳናዊት ከመይ ረሳሕ መሲሉኩም ው እዚ ከምዚ ዓይነት ረሳሕ ርኢ የፈልጥን ኣብ ዓለም ረሳሕ ኣብ ብሎክ ይብለካ ድርባይ ናይ ኤርትራ ባንዴራ ጌርካ መፅኻ ይፃፈለይ ኣብዚ ዋይ ሰኒ ከዓ ኣንቲ ሰኒተይ ግደፍ እዮሲ እዛ ሰብ እዚኣ ሰብ ቅድሚ ኣምላኽ ሕጂ ከምዚ ሽዑ ስለ ዘይቆርፅ ነበርኩ ገለመለ እምበር ኣዚኣታ ፍራይ እንታይ ናት ክትዝክር እዮ ደኺ
እንታይ ዕምቡበን እታ ጓል ስራ እንታይ ኢላትኪ
ናይ በለይ ዕምበበይ ስቂለ ያለ ናና ምስታ ሰበይት እምበር ኮይነ እንታይ ኢለናኸ ኣይትፅረፍ እያ መን ፅረፍ እያ ልክ ኣነ ዝፀርፈ ዘለኹ ናተይ
እሰኸስ ብካብቲ ባሕሪ ሊብያ ክትመፅኢ ነበረክን ኢላትኒ እዞም ዓድኻ እንታይ ኢላትክሾ
ከም ቀደም ደለዉ ከይመስለኹ ጉሕፍኹ እዮም ስዊዝ ኣጽንዒ ኣጽንዒ ኢንተርቪ ጽንዒ
እዛ ድቓላ ማለት እዩ እዛ ጉሓፍ ረሳሕ እዛ ዘይትብሎ የላን ዋላ እዛ ዘይትብሎ የብላን ዋ ተን ሓሙሽተ ሚእቲ ኣኻስ ከይትግረሙሲ ተን ሰለስተ ሚእቲ ሓደ ወዲ ቁማር በሊዕወን ቁማር በሊዕወን ተን ሰለስተ ሚእቲ ክልተ ሚእቲ እያ ትእውደና ሕጂ ገንዘብ ክክነሰር ክተበልና እያ ኖኖ ትብል ደሓር ካነይ ምሳይ ምስ ተባእሰት ኣብ ፅዮት ገንዘበይ ዋ እዚኣ እኮ ኣንተ ኣነ ካብ ዜሮ ተበጊሰ ይኹንኩን ኣነ ንሰብ ዝትንክፎ ክንደይ እየ ዘሕልፈሉ ኣነ ክንደይ ከይትህብያ እወ ን- እዚኣ ስብለኩም ኣለኹ ቅማማ ክንደይ ክንደይ እየ ኣነ ንሰብ ሱቕ ይብል ሱቕ ይብል ስቕ ይብል እንተበዚሑ ጥራይ ኣነ ዝዛረብ እንተበዚሑ ጥራይ ዝዛረብ እንተበዚሑ ጥራይ ዝዛረብ ኣነ እምበር ንዚኣ ብደቀይ ፀሪፋትኒ ብእክሰይ ፀሪፋትኒ ብፍረይ ፀሪፋትኒ ኖርማል ስቕ ኢለያ ንፍረ ኣብ መጠረሽታ ዘሕርቐትኒ ናይ ፍረይ ግን ኣብ መጠረሽታ ንፍረ ከምኡ ምስ በለታ ኦኬ ገለለ ናታ ክፋእ ገለ መለታታ ብምሉኡ ሽዑ ሰብ ሰዲድለይ በቃ ኮነ ኢለ ተታሒዘያ ሽዑ ኮነ ኢለ በቃ ምክንያቱ መንዶ መንዶ ንዛን ዘቢዞ ዳሓን ኣብዚ ማስ ሜዳ ከዓ ሽዑ እንታይ ክትብል ጀሚራ ኣነ ኩሉ ወዲየ እንደ ሬዲ ኮይነ ኖርማሊ እንታይ ብፌክ ኣካውንት ገይረ እየ ዝሪኣ ነይረ እንታይስ እታ መንዶ መንዶ ትምካሕ ነይራ ቪድኣ መፅዩ ሪኤያ ንታ ሲስተር እያ እህ እውይ ከምዚ ወ ውይ ንቶ ሓቲ ከዓ ንመርከብ ማለት እዩ ከምዚ ኦኬ ኬዲ ኣነኸ እንታይ ይገብር ከዓ ኣይትፈልጥን ኢኺ እስኺ እንታይ ደኣ ኣፍቂደልኩ ኣለኹ ዘርግሒ ዘይትብሊ ንፍታ ገዛ ክመፅየ ኣፍቅድለይ ክብለኩ ከለኹ እንትቆርባዕ ንመን ኣዴኺ ትብካሐይ እዌ እዌ ኣተ ኣነ እመን ንቅድሚ ኣምላኽ ኣዋልድ ኢና ብሙሉእ ኢና ኣዋልድ ኢና ኣነ ንባዕለይ ኣይምካሕን እየ ሶሪ ምክንያቱ ሰባት ኢና ክንጋገ ንኽእል ኢና ኩሉ ሰብ ይጋገ እዩ ብዘይካ ሓደ ኣምላኽ ኣነ ዝብላ መን ምስ መን ክትጋገ ትኽእል ድኻ ግን ምስ መን ምስ መን ከዓሲ ሱ ኢልካ ኣብ ላይፍ ሪኦዮ ኢልካ ካብ እዚ ነውሪ ነውሪ ደኣ እምበር ኣይምካሕን እዩ ኣነ ይምካሕን እየ ሶሪ ኣነ ይምካሕን እየ ምክንያቱ ጓል ኣብ ምንታይ ይበወድቕ ኣይፈልጥን እየ ሰብ እየ ግጋገ እየ ዘይጋገ ሰብ የለን ዘይጋገ ኣምላኽ እምበር ፍፁም ኣምላኽ እምበር ፍፁም ሰብ የለን ስለዚስ ንዚ ክትጓሓፍ ኣንቲ ረሳሕ ትዝረኣናዮ እባ የርእዮም ኣነ ዝረኣኽዎ ሰብ የርእዮም ድቃላ ድቃላ ወን ድቃላ ሞዋ በል ሕርር ቅርጽ በል በተዋሂባ በተዋሂባ በተዋሂባ በተዋሂባ ኣንቲ ዕትሮ ጋብር ንስኺ እቲ ናብ ዓዲ ሰብ ዘእተወኪ ኣቦ ጓልኪ ኣቦ ጓልኪ እታ ናይ በኹሪ እሱ እዩ ዝኣምነላ ባዕልኺ ዝበልክኒ ማለት እዩ ንዓ እዩ ዝኣምነላ ዝበልክኒ ብኣ እየ ኣነ ዝኸይድ ነቲ ሓደ ዲኤንኤን ግበሪ ኢልኪ ዝኣብኽዮ ኣነ ብኣ እየ ዝኸይድ ኣቦ ጓልኪ ንሱ ፅቡቅ ገይሩ ዝገበረልኪ ኣብዚ ዓዲ ምፅኡ ወረቐት ዘተሓዘኪ ፍረይ ግን በዚ ህዝቢ እዚ ተሓጊዛ ብሰላም ኣትያ ኣብ ስዊዝ መፅያ ብናታ ቃላ ተዛሪባ ወረቐታ በሂቦማ ናትክ እንታይ እነ ይፈልጥኒ ወላ እንተፈለጥኩ እውን በቲ ምስ ናይ ተበዲሉ ዝኸደ ሰብኣይክ ክትወሲድኪ እንትቆርባዕ በቲ ኣንበታት ዝበልክኒ ኣነ ሰብ ኢልኒ ኣምንን እየ ወላ ናይዚ ዝዛረቦ ዘለኹ ካብ ኣፍኪ ካብ ፅሕፈትኪ ስለ እ፣ ስለ ዘሎ ኣብዚኣ ስክሪንሻት ገይረ ከምፀሎም ይኽእል እዩ ብኣፍኪ ዝበልክኒ ኣነ ጉዳየ ኣይኮነን ዕምበባ ኣነ ግን ሓብሒቡ ዘምፅኣኒ ካብ ኣፍሪቃ ካብ ዝጎድፎ ካብ ንኻልእ ዝጥምት እማት ትሕሸኒ እማት ሞት ሞት ትሕሸኒ ወላ ሓራይ ወላ እንተጎደፍክዎ ከዓነ ባዕለ ዱ ይፈልጥ ወላ ጋሕ ይበል ካብ ዩቱብ ቆሪፀ ከምፃየ እዛ ዘረባኺ ካብ ዩቱብ ኣብቲ ናይ ናይቲ ጓል ጀጋኑ እዛ ረሳሕ ጓል ጀጋኑ ኣፉ ከዓ ሒዙ ኣብኡ ዝተዛረብክዮ ባዕሉ ይፈልጥ ጋሕ ይበል ዝበልክዮ ንዝወለደልኪ እሞ ከዓ ዝወለደልኪ ዘይኮነስ ካብ ሱዳን ኣብ ዓዚ ዓዲ ዘምፅኣልኪ ከምኡ እናበልክዮ ዩቱብ ኣሎ ኣብዚ ከምፀዮ ዝርጉሐ ኣብዚ ከምፀዮ ክዝርጉሐ ጠላም ጠላም ወን ጠላም ጠላም እኳ ኢኺ ስቂ ጠላም ከማኺ ጠላም ኣነ ኣብ ዓለም ርእየ ፈልጥኒ ተመስክኻስ ዕምባባ ጠሊማትኒ እንታይ ዲኺ ክጠልመኪ ንዓዳ እንታይ ዲኺ ካልኦት ይኽኒ ዶ ነርኪኺ ካልኣይ ከዓ ባዕልኺ ባዕልኺ ንወደይ ተንኪፍክዮ እንታይ ትገብሪ ተንኪፍክኒ ተልኩኹስ ኣብ ታሕትሲ ፅሒፎምለይ ዕምባባ ዝፀርፈኩላ ኢሎምን እምበረ ይወሓቁ ክለኺ ኣታ ታጋር ስደዶር ኣገለ ትብል ገንቢት ረሳሕ ከንገለ መዓኮራ ጅንጉበሮ ጅንኪዶ ቁርፂ ቅርፂ ቅርፂ ናትኪ ዕሪ ተጓር ኣለኺ ድኽናተይ ንዐ ንዐይ ተጓር እውን ተጓር መጋል ጨናዊት
ኣንቲ ዘይ ደቅሲ ኣቲ ዛበይ ከመይ ውዕልኪ
ኣምላኽ መስገን ተኺሎ ጥራሕ
ኣይተሓጒሰ እንደ መፅኤ ሎማዓንቲ ፍረይ ሞላ ብላዕሊ ሰላም በልያ ፍረይ ከመይ ሕሽዋ ዶ ፍረይ ኣንዚ ኣምላኽ መስገን ከምቀኒኺ ተሓኒኺ ፅቡቅ ኣምላኽ መስገን
ዋይ ተመስገን ደሓን ዶ ትኾን ኣለኺ? እንተሓን እያ
እቲ ሕክምና ዳ ረሲዐዮ ንዓ ክረሲዐኪ ኣብ እኳ እያ ተሓኪማ
ኣበይ ኣብ ዙሪኽ
ዳኹም ግዳሙ ዘይትነግርና ረሲዐዮ ወረገ አ፣ ምስክናይቲ እቲ ፈውሲ ምስ ገበሩላ ፅግሊል እንዳገበረ እንዳበለ ዓይነ ሓውዙዝ እንዳበለ እያ መፅያትኒ ተመሊሳ ካብኡ ከይዳ ካነ ሕውዙዝ እንዳበለ ከይዳ ሕጂ ወይ ኣለኺ ፍረ በይና ሕክምና ነና ሕጂ ደኣ ገዛ ሓይዳ ወይ ተመስገን ኦኬ ክንደይ ገይሩ እዩ ፈውሲ እቲ ኣምላክ ፅንግሊል እናበለ ምስ ግናይ ዝዓላ ፀይብዋ ነይሩ
እንተ መንታ ተሓኽሪ ኣለኺ እንታይ ደስታ በደም ሂበማ የሩሰይ በሂበማ
ዋው ትወሃብ ማረ ከርተት ድርብ ነታ ረሳሕ ጓል ሱዳን